ኣቱም ሰባት ለንቅነስታ ከሰምዐ ቀኔ መሲልኩም ኣወል ስዒሲ ንኤርሚለ ኤሲሮፍ ኣወል ንዓይ ኮቶ ምድሪ ሰማይን ክላገብ ከእስረኒ ይክእል እዩ ሰላም ሰላም ደቂ ኤረይ ሓላላት ተኸታተልቲ መንደላይ ሚድያ ከመይ ቀኒና ቁሩብ ጥፊ ኢለ ቀኔ ንእሽተይ ጎረረይ እውን ተታሒዘ ኣለኹ ሰዓል ሒዛትኒ ቀንያ ሕጂ ናብ ንቡር መደብና ተመሊስና ኣለና። ኣብዚ ሚድያ መዓት ጸለመ እዩ ዝካየድ፣ መዓልታዊ ማለት እዩ። ንኤርትራ ታርጌት ዝገበረ ብውልቀ ሰባት ኣሳቢብካ ንኤርትራ ታርጌት ዝገበረ ብዙሕ ጸለመ እዩ ዝካየድ ቀንዩ፣ ሱቕ ኢልና ክንዕዘቦ ቀኒና። ሕጂ ግን ነቲ ክብልዎ ዝቐነዩ ሓሶት ብግብሪ ኣብዚ ከነምጾኢና ሎማዓንቲ ማለት እዩ ታሓቂ ኤርሚለ ተኣሲሩ ክብሉ ስለ ዝቀነ እዩ ክንምለሶ ኢና እዚ ቪድዮ ቅድሚ ሎማዓንቲ ኣወል ስዒድ ሕጂ እውን ውግእ የለን ብዝብል ፅምዶ መበል ኣርባዓን ክልተን ክፋል ተሰሪሓ ሎሚ ወፅያ ብዙሕ ሰብ ኣዛሪባ ነይራ ኣብቲ ዝሓለፈ ክፋል መበል ኣርብዓን ሓደን ዝሰርሖ ብዛዕባ ተጋዳላይን ዋርሳይን ዝብል ኣብኡ ከዓ መብርሂ ሂብና ኩሉ እቲ እሱ ዝገብሮ ከዓ ብመንግስቲ ኤርትራ ዝሓልፍ እዩ ስለ ዝበሎ መንግስቲ ኤርትራ እንድሕር ዝፈልጦ ኮይኑ ንሕና ኣብ ዲያስፖራ ዘለና ራብዓይ ግንባር መንግስትና ዝበለና ክንገብር ከዓ ድሕር ኣይንብል ኢና ንኣወል ስዒድ ሓደ ዘይጠቅም ርካሽ ክንዲ ሕጻብ እግሩ ንኣወል ስዒድ ዘይበቅዕ መጺኡ ብዛዕባ ኣወል ክዛረብ ወላ ሓደ ቦታ ኣይንዎን ኢና ማለት እዩ ምክንያቱ ኣብ ዝሓለፈ ቁሩብ ነቒፍናዮ ነርና ናይ ስውእ ስነ ጥበባዊ ኢሳያስ ጸጋይ ተጋዳላይ ማለት እዩ ኣብኡ ነቐፌታ ሂብና ኔርና ዘይጋገ ሰብ የለን ናታ ውን ንእሽተይ መብርሂ ሂቡ ኣሎ ንዓይ ግን ብዛዕብኡ ስለ ዘየምጸኒ እንድሕር ሰሊጥኒ ጽባሕ ሓደ ጋሻ ኣምጽኤ ብዛዕብኡ ብዛዕባ እዚ ናይ ዋርሳይን ተጋዳላይን ዝብል ኩሉ ሙሉ እቲ ሃገራዊ ኣገልግሎት እንታይ እዩ ድሕር ሰሊጥኒ ጋሻ ኣምፅኤ ናብ መንደላይ ሚድያ ከቕርቦ ክፍትን እየ ስለዚ ጽቡቅ ስራሕ ኣወል ጽምዶ ይዕወት ጽምዶ ንቅድሚት ማለት እዩ ጽምዶ ሰላም ንቅድሚት ጽቡቅ ብዛዕባ ኣወል እውን ክንዛረብ ስለ ዝኾና ዳሕራይ ብዛዕባኡ እንዲ ትዘረባ ነይሩ ሕጂ ኣብዚኣ ቅድሚኣ ግን ሓንቲ ኣብዚ ኣላትኒ እዚኣ እሞ ክንዓልያ ኣብዚ ኣላ እዛ ፅሕፍቲ ትርእይዋ ዘለኹም ዮዲት ኣስፋሃ ትበሃል ኣብዚ ስዊድን እያ ትቕመጥ ዝፀሓፈታ ነይራ ትማሊ ዝፀሓፈታ እያ ኣገዳሲ ሓበሬታ እዩ ዝብል ፅሑፍ ብመጀመርያ ኣብ መላእ ዓለም ዘለኹም ክቡራት ሃገራውያን ርሑስ ቅንያት ፌስቲቫል እንዳበልኩ ነበርቲ ሽወደን ንመስርሒ ቤት ትምህርቲ ዓጎምበሳ ተባሂሉ ኣብ ሚድያ ኣለና ዋልታ ሃገር ጎስጓስ ተኻይዱሉ። ሽዑ ወኪል ናይ ሽወደን ኣብ ዝነበርኩሉ ናባይ ተሰዲዱ ሓሙሽተ ሽሕን ክልተ ሚእትን ዶላር ናብኣ ተሰዲዱ ናብ የሪት ኣስፍሃ ኣብ ኢደይ ከም ዝበፅሐን እናሓበርኩ እዚ ገንዘብ ሒዘዮ ፀኒሐ ሕጂ ግን ናብቲ ብደረጃ ስካንዲኔቭያ ተዋሂብና ዘሎ ፕሮጀክት ቤት ትምህርቲ ሞጎራይብ ክውዕል ናብቲ ቤት ትምህርቲ ባንክ ሕሳብ ተላኢኹ ከምዘሎ ከበስረኩም ይፈቱ። ገንዘብ ንፁህ ህዝቢ ስለዝኾነ ኣብ ቅዱስ ዕላማ ከምዝውዕል ንምሕባር እየ። ዓወት ንሓፋሽ! ብፀይትኹም ዮዲት ኣስፍሃ እያ ትብል። ዮዲት ኣስፍሃ ከምዚ ንፈልጣ ኣነ ቀደም ስዉእ ካፑቺኖ ከሎ እዚ ናይ ሽወደን ኣብ ፈይስቡክ ሳይ ዝገብረና ነበረ ኤሪ ጽንዓት ኤሪ ጽንዓት ሓቦ ከሎ ኣብኡ እየ ድፈልጣ ንየዲ ተስፋ ናይ ናይ ስዉኣት ኢላ ንስንኩላን ትሕግዝ ብዙሕ ነገርሲ ኣብዚ ኣኻኺባ ምስ ጓላ ኮይና ከማን ይዝኩረየ ንፍዕቲ ዋዕሮ እያ ዮዲታ ከምዚ ጌራ ንሰብ ግልጺ ምግባራ ከኣ ብጣዕሚ ጽቡቕ እዩ ምክንያቱ ቅድሚ ሕጂ ኣብ ሓይሊ ዕማም ኣባላት ኣለናዋልት ሃገር ኢሎም እዮም ዝሰርሑ ነይሮም ዋላ በዓል መንሽሙ ዘለዎ ማለት እዩ በዓል ቅድስቲ ራእያ ዘላቶ ይሰርሑ ነይሮም ቅድስቲ ራእያ እውን ነዚ ማዕበል ክፍላይ ዝበሃል ዓሰርተ ሓሙሽተ ሽሕ ዶላር ኣበይ ከም ዘእተዎ ንሳተላይት ኢሉ ዘውፅኦ ሓደ ሰብ ከይሓተኒ ኢሉ ወሲድዎ እያ ትብል ኤኒወይ ክንሪኦ ኢና ማለት እዩ ናይ ዮዲት ግን ፅቡቅ ስራሕ ኣብዚ ሚድያ ተፀብየ ከውፅዎ ሰባት ዋላ እቶም ሚድያ ዘለዎም ዓበይቲ ወልሓደ ዝተዛረበላ የለን ነዚኣ ነቲ ፅቡቅ ነገር ክንዛረበሉ ክንክእል ኣለና ዮዲታ ሓፍተይ ከዓ ከምዚ ገይራ ምዝራባ ዮዲት ኣስፍሃ ክብረት ሃበልና እቲ ግሉፅነት ማለት እዩ እቲ ኤርትራውነት እዩ ዘርእየካ ኣብዚ ዋላ ኣብ ኮመንት ውን ሓደ ሓደ ከነንብብ ኢና ኣብ ቡጃ ህግደፋዊ ሻዕብያዊ ዝብል ጽቡቅ ስርሓ ጓል ኣስፍሃ ጽቡቅ ስራሕ ጓል ኣስፍሃ ኢልዋ ቃላኣብ በረኸትኣብ ዝብል ከኣ ቅድሚኡ ዝእከብ ዝነበረ ከ ኢሉ ሓቲቱ ኣሎ ወዲ መሓሪ ዝበሃል ከኣ ጓል ኣስፍሃ ጽሪቲ ከም ማይ ንግሆ ሙኻንኪ ደኣ ንፈልጥ ገንዘብ ሓፋሽ ይንቃሕ ይወደብ እኮ ካባኺ ምስ ወጸ ኢዩ ኢልዋ ኣሎ ጽፉፍ ሓበሬታ ዮዲት ኣስፍሃይሉ ይቕጽል ኢዩ እዚ ምስ ግዜ ሕጽረት ኢየ ቁሩብ ሕልፍ ሕልፍ ኢለ ዘንብቦ ኣለኹ ደኺመ ስራሕ በርቲዕኒ ናብራ ኣለን ከይበለት ንዓመታት ኣብ ኩሉ ኣድሚዓ ኣብ ውዳቤታት ሓገዝን ትገብሮ ነገራት ማለት ሂሩት ኣስፋ ተባዕ ንፍዕቲ ሃገራዊት ጅግና እያ ኢሎማ መቅሰን ኩሉ ኣብዚ ኮመንት ብጣዕሚ ጽቡቅ ኮመንት እያ ተዋሂባ ዘላ ነቲ ጽቡቅ ነገር ከኣ ከምዚ ጌርና ክነምጾ ጽቡቅ እዩ ማለት እዩ ነቲ ጽቡቅ ነገር ከምዚ ጌርና ክነምጾ ጽቡቅ እዩ ሕማቅ እንተዝኸውን ነይሩ ኩሉ ሰብ ምተቀባበለላ ነይሩ እዛ ናይ የዲት ኣስፋሃ ብዙሕ ሰብ ምተቀባበለላ ነይሩ ማለት እዩ ስለዚ ጽቡቅ ስራሕ ኤሪ ታስፋ ንስኻ ማዕበል ክፍላይ ትበሃል ከኣ ብዙሕ ገንዘብ ትሕተት ስለ ዘለኻ ብመንግስቲ ኤርትራ ዘይከፈልካዮ ቀረጽ ስለ ዘለካ ታክስ ተኸፈልካዮ ጽቡቅ እዩ ካብኡ ክትሃድም ኢልካ ኣብ ጸለመ ትዋፈር ኣለኻ ንኣብነት እዚ ሕጂ ዘስማዓኩም ቪድዮ ኣብቲ ጸለመ ተዋፊርዎ ዘሎ ሓደ ካብኦም ኮይኑ ኣሎ ማለት እዩ ኣብዚ ንኺድ ንስማዕ እሞ ንሱ ጥራሕ ኣይኮነን ተናቢቦም እዮም ዝሰርሑ ንኺድ ኣብዚ ንስማዕ እዮም ንኤርሚለ ዶ ገለ ዶ ፈጺሙ ኣየሰረንን ንዕባ ደይኮን ኣይዛረቡ ኩቡራት ተዓዘብቲ ናብቲ ካልእ ኣርእስትና እስከ ንኺድ ማዕበል ኣልና ዋልታ ሃገር ብዛዕባ ኣወል ንኤርሚለ ተዋሳኣይ እሲርዎ ከምዝነበረ ነዋርሕ ዝኣክል ኤርሚለ ጠፊኡሉ ዝነበረ ምክንያት እውን ብሰንኪ ኣወል ተኣሲሩ ምንባሩ ክሕብር ቀንዩ ኣሎ ክቡራት ተዓዘብቲ። እዚ ጆቶኒ
ሕጂ ተናቢቦም እዮም ዝሰርሑ ምክንያቱ ቀደም እዚ ኣብርሃ ክፍላይ ማዕበል ወድቡላ እዩ ዝብሎ ነይሩ ንሰልጠነ ነቡኡን ገለመለን ነቶም ካህን ነቶም ክቡር ኣቦ ዘዋርዶም ዝነበረ እዩ ማለት እዩ ሕጂ ግን ኢድን ጓንትን ኮይኖም ድሮስ እቲ ብሽሙ ክጽውዖ እቲ ብሽሙ ክጽውዖ ጀሚሩ ሓደ ምዕባለ እዩ ኣነ ዝጸልእ ዘለኹ ግን እንታይ እያ ሓሶት ሓሶት እንድሕር ተደጋጊሙ ሓቂ እዩ ደምስል ስቕ ኢልና ኢና ክንዕዘቦ ቀኒና ዋላ እዚ ናይ ኤርሚለ ማለት እዩ ኤርሚለ ሲ ተኣሲሩ ኢሎም ምስ ኣውፅዎ ስቕ ኢልና ንከታተል ቀኒና ከምዘይተኣሰረ ከዓ ሕጂ ብጭቡጥ ካብ ውሽጢ ዓዲ ዋላ ኣነ እውን ደው ኢለ ረኺበዮ ነይረ ንኤርሚለ ኣጋጣሚ ኮይኑ ኤርሚለ ምሳይ ተማሂሩ ማይ ነፍሒ ብቪዥዋል ኣርት ከዓ ወዲኡ ኣነ ስለ ዝፈልጦ ብቐረባ ማለት እዩ ብቐዳማይ ምስ ኣምፅዋ ደው ኢለሉ ነይረ ሓሶት ምዃኑ ከዓ ነጊርኒ ስጋብ ገበን ዘይገበርኩ ዝኣስረኒ ሰብ የለን ኢሉ ከዓ መሊስለይ ማለት እዩ ነዚኦም ግብረ መልሲ ኣየድልዮም ኢሉ ነይሩ ሕጂ ግን ምስ በዝሐ ኩሎም ምስ ተዛረብሉ ግን ሓንቲ ግብረ መልሲ ካብ ኣስመራ ተሰዲዳ ኣላ ማለት እዩ ዳሕራይ ኩላ እታ ቪድዮ ከስማዓኩም እየ መወዳእታ ኤርሚለ ዝሃቦ ግብረ መልሲ ማለት እዩ ሕጂ እዚኦም ተናቢቦም እዮም ዝሰርሑ እዚኦም እዞም ርካሽ በዓል እዚ ሰልጠነ እዚ ከዓ ተሓዊስዎም እዚ መን እዩ ዝበሃል ማዕበል ክፍላይ ተሓዊስዎም ኣብርሃ ሳልሳዮም ከኣ እዚ ነሽነሽ ድበሃል ድስቲ ውራይ ተናቢቦም እዮም ድሰርሑ ሚድያ ስለ ዘለዎም ኣነ ካብዚ ማዕበል ዝበሃል መስኪናይ የድሕነና ክንደይ ሰብ ዝከታተሎ ነበረ ናብ ሓምሳ ሱሳ ሰብ ሰብዓ ነቲ ርእሲ ርእዮም መጹ ኣብ ውሽጡ ካልእ ምስ ጸንሐ ገዲፎሞ ከዱ ማለት እዩ ካብዚ ከምዚ የድሕነና ኣዋድቃ ፈረስ ወዲቁ ኤኒወይ ንቐጽል ንስምዓዮ እታ ዘረባ ብዛዕባ ኤርሚለ ስለ ዝኾነት እያ እንታይ ክሃርሞ ከም ዝደለዩ ከዓ ክነግረኩም እየ ጸኒሐ ስዒድ ማለት እዩ ላካ ስዒድ ኣብ ኤርትራ ቅድሚ ሕጂ እውን ነጊርናኩምና ገባሪ ሓዳጊ እዩ ኮይኑ ሽጉጥ ሒዙ እዩ ዝዛወር ጎደና ጎደና ክንደይ ሰባት እውን እእሲርዎም እዩ ቅድሚ ሕጂ እውን ንመን እዩ ከእሲርዋ ዝነበረ ንሱ እዩ ዘፍትሓ ከዓ እዚ ፍሊጶስ እዩ ነጊርናኩም ናብ ሰዓቱ ማለት እዩ ሕጂ ውን ነዚ ኤርሚለ ዝበሃል ምሽክናይ ዘኽታም መንእሰይ ንዕኡ ከም ዘእሰሮ እዩ ዝዛረብ ዘሎ
ያ ከምዛ ክብለኩም ጽናሕኩ ኩሎም ተናቢቦም እዮም ዝሰርሑ እቲ ታርጌት ንኣወል ስዒድ ኣይኮነን ካብዚ ማዕበል ክፍላይ ዝበሃል ጀሚርካ ማለት ታርጌት ንኣወል ስዒድ ኣይኮነን እቲ ታርጌት ንመንግስቲ ኤርትራን ንህዝቢ ኤርትራን እዩ ታርጌት ምኽንያቱ ንሕና ንሶም እዮም እዚኦምሲ ንሶም እዮም ንሕና ኤርትራውያን ኢሎምና እምበር ንሕና ኤርትራውያን ድዮም እንታይ እዮም ኣይንፈልጦም ኢና እዚኦም ሰባት በዓል እዚ ማዕበል ዝበሃል እዚ ማዕበል ዝበሃል ወዲ ኤርትራውያን ስለ ዝበሉና ተቐቢልናዮም ድሓር ግን ነብኡ ምፅኦም እውን ኣየድልን እዩ ነይሩ ግን ነብኡ ምፅኦም ካበይ ወለዱ ቅድሚ ሕጂ እውን ኣረጋይ ሓጎስ ዝበሃል ኣብ ኣሜሪካ ዝቕመጥ ዓብ ሰብኣይ ኣሎ ንሱ እውን ኣረጋይ ክልተ መፅሓፍ ፅሒፎም ሂቦሞ ደቂ ማይድማ ብቐረባ ዝፈልጥዎ ዘርዚርዎ ነይሩ እዩ ማለት እዩ ነዚ ኣብርሃም ክፍላይ ዝበሃል ማለት እዩ ስለዚ እሶም ኤርትራውያን ኤርትራውያን ክፃወቱ ነዛ ኤርትራውነት ኩሉ ሰብ ስለ ዝደልያ ማለት እዩ ኩሉ ሰብ እዩ ዝደልያ ግን ስነ ምግባሮም ናይ ኤርትራ ኣይኮነን እዚኦም ሕጂ ደፀልሙ ዘለዉ ንኣወል ስዒድ ንምርካብ ኣይኮነን እንታይ ደኣ ተኢልኩምኒ ንመንግስቲ ኤርትራን ንህዝቢ ኤርትራን ንምፅላም እዩ እቲ ሃገር ሕጊ ከምዘይብላ ዘርከበ ከም ድኣሰር ዋላ ሰልጠነ እንታይ ክብል ጸኒሑ ንሞኒካ ኣሲሮማስ ሽዑ ፍሊጶስ እዩ ፍትሒዋ ጀነራል ፍሊጶስ ወላንስ ከምዛ በኣ ምስኦም ዝነበረ ማለት እዩ ከምዛ ምስኦም ዝነበረ በቃ ንሱ እዩ እሲርዋ ኣወል እሲርዋ ፍሊጶስ ወልዳሃንስ ከዓ ፈቲሕዋ ሕጂ እቲ ታርጌት ተረድእዎ ንውልቀ ሰብ ከምዘይኮነ ማለት እዩ ንኸይድ ንቐፅል ንስማዕዮ መዓት ጉድ እዩ ብዚ ፈሺላ ግን ነዊሕ ኣይከደትን ክንፅበዮም ቀኒና ሕጂ ግን ፈሺላ ካብ ውሽጢ ዓዲ ግብረ መልሲ ስለ ዝመፀ ኤርሚለ ዝበሃል ምሽክናይ ዘኽታም መንእሰይ ንዕኡ ከም ዘእሰሮ ይዛረብ ዘሎ።
ጆቶኒ ሰብ የእሲራ። ትማሊ ዝመፀኒ ሓበሬታ እዩ ክነግረኩም እየ እቲ ኣርቲስት መን ምዃኑ ክነግረኩም እየ ሰብ ዓፊና ተእስር ኣላ ትማሊ ዝመፀኒ ሓበሬታ እዩ እዚ ካልኦት ወይና ኣለዉ ዝተኣሰሩ ናቶም ፅፁይ ሓበሬታ ሒዞ ክመፅእ እየ ግን ናይዚ ሓውና ስነ ጥበበኛ በጺሕኒ ኣሎ። መን ምዃኑ ስለምንታይ ተኣሲሩ ኤርሚለ ትፈልጥዎ ዲኹም? ኤርሚለ ዝበሃል ስነ ጥበኛ ንፉዕ ኮሜድያን ነቶም ዘይትፈልጥዎ ኣብዚ ስእሉ ክገብረልኩም እየ ኤርሚለ ማለትሲ ከምዚ እቲ ወዲ ምስኪን እዩ ኣብ ኣስመራ ከይደ ከለኹ ረኺበዮ ነይረ ነብሲ ክገብረልኩ ኤርሚለ ትፈልጦ ኢኹምሽ ሕጂ ናይ ኤርሚለ እዛ እንታይ ክነግረኩም ኦኬ ኤርሚለ እዚ ኣብዚ ትሪእዎ ዘለኹም ምስ ጀቶኒ እዩ እዚ በዓል ቀይሕ ኮሜድያን ኤርሚለ
ኤርሚለ እዚ ሓውና እዩ ብዙሓት ሰባት ኣብ ሚድያ ዝፈልጥዎ ከም ተዋሳኢ ዝፈልጥዎ ብግርሜሶ እዮም ዝፈልጥዎ ሓንቲ ፊልሚ ነይራ ትማሊ ትብል ተሰርሐት ብስዉእ ተጋዳላይ ስነ ጥበባዊ ኢሰያስ ጸጋይ ዝተሰርሐት ነይራ ኣብኣ ከም ግርሜሶ ኮይኑ ስለ ዝሰርሐ እቲኦም ብብዙሓት ኣብ ሚድያ ጥራሕ ዝፈልጥዎ ብግርሜሶ እዮም ዝፈልጥዎ ኣነ ግን ብቐረባ ምሳይ ስለ ዝነበረ ማይ ነፍሒ ኤርሚለ ይፈልጦ እየ ማለት እዩ ከምቲ ኣቐዲመ ዝበልኩም እዚ ሓውና እዚ ማዕበል ግን ይበኪ እዩ ዘሎ ይነብዕ እዩ ዘሎ መስኪናይ ሓሶት ልክዕ ተላሚዱ ከምዞም ደንበ ዕንክሊል ኣነ ዝገርመኒ ክንዲዚ ዝኣክል ሚእትን ገለን ሽሕ ስጋብ ክልተ ሚእቲ ሽሕ ሳብስክራይበር ዘለዎ ኣክቹዋሊ ይግዛእ ኢሎሞ እቲ ሳብስክራይበር ዋላ ገዚእዎ ክኾን ይኽእል እዩ ምክንያቱ ሕጂ ዝዕዘቦ የለን ካብ ሚእቲ ሰብ የለን ኣብቲ ገዝኡ ከምዚ ኢሉ ክበኪ ከሎ እሞ ፀለመ ዘይተገብረ ተኣሲሩ ተፈቲሑ ደሓር ንመን እዩ ሓሲብዋ ነይሩ ደዊለ ዝብል ንሳዋ ሽኮር ጎይትኦም ኣፈወርቂ ሳዋ ሽኮር ስነ ጥበባዊ ንሱ ስለ ኣብ ሚድያ ይመፅእ ስለ ዘየለ ፖስት ይብል ስለ ዘየለ ቪድዮታት ብከምኡ እዮም ክሰርሑ ሓሲቦም ነይሮም ብሳዋ ሽኮር ናብ ሰባት ምስ ደወለ ቃጣ ኢሎም ወሶም ሳዋ ሽኮር ረኺበዮ ነይረ ኣዉ ኣይሰኣኑን እዮም ሓደ ክልተ ዕሱባት ዋላ ኣብቲ ኣስመራ ኣብዚ ናይ ሻሂ ሰዱ ኢሎም ሓምሳ ሚእቲ ዕሱባት ኣይክሰኣኑን እዮም ግን ንግዜ ጥራሕ ንጉደፎ ተዓሲቦም ነዚኦም ዘሎን ዘየለን ሓሶት ክቕልብዎም ኣብ ውሽጢ ዓዲ ኮይኖም ሼም በቃ በዓል እዚ ከምዚ ዓንተወይ ዝበልኩም ካብ ላዕሊ ካብ ኣስካላ ላዕሊ እያ ሓፍ ኣቢላ ራዕ ኣቢላቶ ህዝባዊ ግንባር ማለት እዩ ህዝባዊ ግንባር ቀላል ውድብ ኣይኮነትን ሕጂ መንግስቲ ዘሎ መንግስቲ ኤርትራ ቀሊል ኣይኮነን ንገበነኛ ከዓ ድሕር ኣይብልኒ እዩ ንስኻ ከዓ ክፈል ተባሃልካዮ ገንዘብ ምኽፋል ኣቢኻ ሕጂ ስቕ ኢልካ ኣሳቢብካ ኣወል ስዒድ ገለ ዘይኮነ ክፈል ዝተባሃልካዮ ገንዘብ ኔሩ ምኽፋል ኢኻ ኣቢኻ ሕጂ ኤርሚለ ድብሎ ዘሎ ከምዚኣ ዝበልኩኹም እዚ እቲ ኤርሚለ ኤርሚለ ሓውና እታ መልእኽቲ ኣምጺዋ ዘሎ ኣብ መወዳእታ ክንሰምዓ ኢና እንታይ ኢሎም ኣጸልምዎ ኔሮም ንኺድ ንስማዕ ጽጉም እዩ ኣቃሓሽ ሓንቲ ዓይኑ ብሓደጋ ምክንያት ዝሰኣነ እዩ መምህር እዩ ብሓፂር ኮሜድያን እዩ በቃ ቅድሚ ሕጂ ንኤርሚለ ብዙሕ ሰብ ከምዚ ጎፋንድሚ ከፊቶም ማእገስ ኣኽሊሉ ይመስለኒ ኣኽሊሉ ጎፋንድሚ ከፊቱ ተሓጊዙ ነይሩ ሰምሃው ግን ቁርብ ክስታይ ኣለዎ ሽግር ኣለዎ ደርጋ ከም ዘኽታም ዓይነት ክትብሎ ትኽእል ኢኻ ሰብኣይ ባይደወይ ግን ሕጂ ትናቱ ባክግራውንድ በር ሰብኣይ ሕጂ ክንዲ ኣብ ማዳን ዝበፅሐ ሲ ብዛዕባ ክንዛረብ ኣይኮናን ኤርሚለ ግን ቀንዲ መሳርሕቲ ጆቶኒ እዩ ጌሩ መሳርሕቲ ጆቶኒ ክብለኩም ከለኩ ሳብቲ ናይ ኣርት ናይ ዓለም እዚ ኤርሚለ ኢልካ እዚ በዚኣ ሓደ ግዜ ዝረኣኹም በዚኣ ስቤ ዘለዎ ስነ ጥበባዊ እሱ ኢልካ ብዙሓት ብሓፂሩ ኣብቲ ናይ ደድሕሪ ጆቶኒ ዝኸዱ ዝነበሩ እዮም እዚ ወዲ እዚ ኩሉ ብግምት እንድዩ ዝዛረብ ኩሉ ዘረብኡ ብግምት እዩ እታ ፅብቕቲ ነገር ንሰብ ዘጋግያ ዘሎ ግን እንታይ እያ ሓንሳብ ኣስመራ በፂሑ መፂኡ ነይሩ መዓት ኣሎ ናይዚ ወዲ ኣስመራ ከሎ እንታይ ይገብር ነይሩ ኣብቲ ሲናማ ኣስመራ ከይዱ ነተን ስነ ጥበባውያን እንታይ ክልሙኖ ምውዕል ነይሩ መዓት ኣሎ እንዛረበሉ ዘይንደሊ ማለት እዩ ንዑ ፀዓኑለይ ኣብ ናተይ ሚድያ እንዳበለ ማለት እዩ ዘየለ ገንዘብ እንዳሓተተ እቲ ክንደይ ሃልኪ ሓደ ፊልም ክሰርሑ ክንደይ ሃልኪ እዮም ዝሓልኩ ክንደይ ገንዘብ ኣጥፍኡ ክንደይ ሰብ ይሰርሕ ኣብቲ ሓደ ፊልም ተኸታታሊ ትኮይኑ ብዘየለ ገንዘብ ኣብኡ ይዋገ ነይሩ ማለት እዩ ወላ ሓደ ሰብ ዋላ ቲቪ ኤረ ዘየርኣዩና ኣብ ቢሻ ዝነበረ ንጥፈታት ስጋብ ኣብ ሳዋ ከይዱ መሊእዎ ማለት እዩ ኣብታ ሳልሰይቲ ቻነሉ ሰለስተ ቻነል እዩ ገይሩ ነይሩ ጥዑም ጥዑም እንዲ ጥዒምዎ ሰለስተ ቻነል እዩ ገይሩ ነይሩ ኣለና ዋልታ ሃገር ትብል ኣለና ሪከርድስ ትብል ሓንቲ ከዓ ሳልሰይቲ ነይራቶ ማለት እዩ መሪሕ ሜድያ ትብል ሰለስተ ጥዑም ጥዑም እዩ ጥዒምዎ ዋላ ዓሰርተ መውፀ ነይሩ ፅጋቡ ግን ምፃር ስኢንዎ ማለት እዩ እቶም ዘዕበይዎ ብኦም ጀሚሩ ምንካስ በቶም ዘዕበይዎ ምክንያቱ ሕጂ ኣለና ሪከርድ ሳቤላ የላን እቲ ሓንቲ ሚድያ መሪሕ ሜድያ ትብል ኣቤላ የላን ኣለና ዋልታ ሃገርከ ከምዘየላ እያ ስቂሉ ቁሩብ ተረኸበ ኢሉ መዓልታዊ ዝኣትወላ ዘሎ ወልፉ ክሰድድ ብደቡብ ኢሉ ናብ ቲክቶክ ክኸይድ ክስታይ ክርእኒ ከምዝርእኒ ክብለ ምስ ማለት እዩ ስለዚ እዚ ወዲ ዝጠፈሸ ነጋዳይ እዩ። ኣብ ኣስመራ ከምዚ እዩ ገለ መለ ንኤርሚ ኢለ ወላ ሓደ ይፈልጦን እዩ። ሓንሳብ ከይዱ ነይርዎ ክንደይ ወርሒ ገይሩ መፅዩ ሽዑ ከማን ተኣሲሩ ተኣሲሩ ኢሎም መዓት የጋውሑ ነይሮም ናቱ ክሳብ ሕጂ ግን ብጭቕ ኢሉ ኣሲሮምኒ ነይሮም ኢሉ ተዛሪቡ ይፈልጥኒ ምክንያቱ ኣይተኣሰረን እያ ይፈልጣ ይብቲ ዓዲ ገበን ከይገበርካ ኣይትእሰርን ኢኻ ምስ ኣወል ስዒድ ተተሃላሊኾም ዶ ክኾኑ ይኽእሉ ብውልቆም ሕጂ ብውልቆም ዝተሃላለኽዎ ናብ ሃገር ነቲ ሃገርሲ ሕጊ ከም ዘይብላ እዩ ዝገልጽ ኣብዚ እዚ ሓውና ኣዋድቃ ፈረስ ወዲቑ ዘሎ ማለት እዩ
ሕጂ ኤርሚለ ጆቶ ንባዕላ ዝነገረትኒ ኣህለውሮ ክምዚ ቅድሚ እዚ ናይ ሞኖሎግ እንዳሰራሕትልና ከላሲ ደዊሉ ጆቶኒ ኤርሚያሲ ቅድሚ ሕጂ ካሜራ ሕዘለይ ነይሩ እዚ ስእሊ እዛ ኣምጻለይ መብራህቲ ሕዘለይ ነይሩ ክስእል ከሎ ሕጂ ግን ገዲፎምኒ ከምዚ ፈንፊንኒ ምስ ኣሕዋተይ እቲ ሓቂ ነግረኩም ሕጂ እዚ ቅድሚ ኣርባዕተ ዓመት ገለ መለ ገብሪ ረዲኹምኒ ጆቶን ካብ ተውፅእ ከድሮ ካልኣይ ዓመት ሃገር ኣላ ናይ ሽወደን ሕጂ ከምዚ ፈንፊንኒ በቃ ምሳይሲ ክቐርብ ኣይደለየን ንሕና ንሰርሖ ዘለና ሲ በዓል ኤርምያስ ሕጂ ንኤርምያስ ከም ተቃዋሚ ብሓፂርስ ከም ኣንፃር ህዝበይሲ ኣይዓጥቕኒ ኢልኒ በቃ ካባይሲ ዳርጋ ይርሕቁ ኣለዉ በቃ ይፍንፍኑ ኣለዉ እዛ ዓይነት ኢላትኒ ጆቶና ሕጂ ኤርምያስ ጆቶኒ ጨውያ የእሲራቶ ነይራ እዚ ምስኪን ስነ ጥበበኛ ተኣሲሩ ነይሩ
ባዕለይ ኣለኹ ባዕለይ ኣወላዊ ዓለም ለኻዊ እንዳ ተባህለ ኣበይ ነርኩም እባ ኣቱም ሰባት ለንቅነስታ ከሰምዕ ቀን የመሲልኩም ኣወል ትዕሲ ንኤርሚለ ኤሲሮፍ ኣወል ንዓይ ኮቶ ምድሪ ሰማይን ክላገብ ከእስረኒ ይክእል እዩ
ያ እንታይ ክብሉ እዮም ሕጂ እንታይ ክብሉ እዮም በዓል እዚ ይቕሬታ ክብሉ ከም ዘይክእሉ ኣዮም ሹር 100 ፐርሰንት ይቕሬታ ክብሉ ይክእሉን እዮም እንታይ ደኣ እዮም ክብሉና ሕጂ ግድን እንዲዮም ግብረ መልሲ ክቡ ኖ ተዛረብ ኢሎሞ ብሓይሊ ነፃ ኮይኑ እዩ ግን ዝዛረብ ዘሎ ኤርሚለ ነፃ በቃ ኮይኑ ወላ ሓደ ፀቕጢ የብሉ ገለ እንዳሰሓቐ ኣወል ዓርኩ ምዃኑ መሳርሕቱ ምዃኑ እዩ ዝገልጸልና ዘሎ ታደምጽዋ ምክንያት ሕጂ ሓዙኒ ብሓይሊ እዮም ተዛረብ ኢሎሞ ዘለዉ ኣይተኣሰርኩን ኢልካ እታ ኣነ ኤርሚለ ተኣሲሩ ኣይተኣሰረን ኣይኮነን ዘረባይ ሕጂ ናተይ ዘረባ ኣወል ስዒድሲ ይእሲርዎ ዶ ይእሰሮን እያ እታ ዘረባ እታ ቀንዲ ኣነ ክዛረበላ ደልየ ዘለኹ ኤርሚለ ተኣሲሩ እዩ ተኣሰረን ኣይኮነን ናተይ ኣጀንዳ ሕጂ ኣወል ስዒድ ንኤርሚለ ሲርዎ ድዩ ወይ ንካልእ ሰብ ይእስር ድዩ ንዓኣ እየ ነክስታይ ገብረላ መፅየ ንኺድ ንቐፅል
ምክንያት ከዓ ባዕላ ሚሂዛ ብዘይከውን ዋላ ሓንቲ ከይገበረ ሚሂዛ ንዓሰርተ ወርሒ ሙሉእ ኣብ ማሐዩር ኣጽኒሓቶ ጨውያቶ ዓሰርተ ወርሒ። ዓሰርተ ወርሒ ብዘይ ገለ ጨውያ የእሲራቶ። እዚ ትማሊ እዮም ሓደ ሓወይ ካብ ኣስመራ ደዊለ ናይ ሳዋ ሽኮር ኣይገስ ኤፋር ይመስለኒ ናይ ሳዋ ኣጻርያ ኢልካኒ ኣላኻ ዶ ኤፋር ወዲ ገዛ ንዓ ንኸጻሪ እወ ንዓ ንኸጻሪ እየ ደው ኢለ ሳባ ሽኮር ቅድሚ ገለ መዓልታት ዝረኸቦ ሰብ ስለ ዘሎ ናይ ሳባ ሽኮር ሓሶት እያ ብሕጂ ተሪኣ ሲሮም ስጋብ ሕጂ ሓሶት እያ ንዑ ንኸጻሪ ኢለ ሓቲተዮ ኢንኬስ ጀቶን ዶ በሊዓ ተትኸውን ሳዋ ገለገለ ኢለ ግን ሕጂ እንታይ እዮም ኣብዚ ዝገብሩ ዘለዉ ኣወል ስዒድ ገባርን ሓዳግን ከም ዝኾነ ኣወል ስዒድ የእስር የፍትሕ ከም ዝኾነ ገይረ እዮም ዘቕርቡ ዘለዉ ብካልእ ኣዘራርባ ኤርትራ ሃገርና ሲ እታ ደሴት ሰላም ኤርትራ ሕጊ ኸ የብላን እዮም ዝብሉና ዘለዉ ማለት ልክዕ እዚኦም ተቃወምቲ ዝገብርዎ ነበሩ ቀደም ቅድሚ ክንደይ ዓመት በዚ ወዲ ይድገም ኣሎ ማለት እዩ ምክንያቱ እዚ እንታይ እዩ ደገድሶ ከመይ ገይራ እታ ቪድዮ ትረኣየሉ ዝርእየሉ ሰብ ስለ ዝሰኣነ መጀመርታ ኣብ ፌስቡክ እዩ ጠቂዕዎ ኣነ ይዝክሮ ኣብ ፌስቡክ ሓደ ስነ ጥበባዊ ተኣሰረ ኣሎ ሎም ምሸት ክነግረኩም እየ ምሳይ ፅንሑ ገለመለ ኢሉ ፅሒፉ ዝመፆ ሰብ የለን ብዙሕ ሰብ ከማን ዝረኣየሉ የለን እዛ ቪድዮ ማለት እዩ ምክንያቱ ፈንፊኖሞ ሓሶት ኩሉ ግዜ ሓሶት እዩ ንግዜኡ የብላዓካ እዩ ሓሶት ምስተደጋገመ ሓሶት ግን እቲ ሰብ እውን ሓቅነት ክፈልጥ እዩ ማለት እዩ በብቑሩ ሕጂ ንኣወል ስዒድ ከም ገባርን ሓዳግን በቃ ኣወል ያ ኣብ ፅምዶ ሰራሕ ኣሎ ኣብ ቅድሚት መፅኡ ኣብ ፅምዶ ይሰርሕ ኣሎ ኣወል ስዒድ ምስጋና ከዓ ይግብኦ ማለት እዩ ህይወቱ ኣብ ሪስክ እትዩ ህይወቱ ኣብ ሪስክ እትዩ ስጋብ ኣብ ትግራይን ኣብዚ ዶባት ኩሉ ይኸይድ ነይሩ ኣብ ባይታ ማለት እዩ ብግብሪ ይሰርሓሉ ኣሎ ህዝቢ ንህዝቢ ንክራኸብ ምስኡ ዝጀመርዎ በዓል እዚ ብርሃነ ልፍዓተይ ድብል ኣበይ ኣሎ ሕጂ ጸዲፉ ከይዱ ኣበይ ከም ዘሎ ጠፊኡ ማለት እዩ ብዙሓት ጅምርዎ ነዚ ከምዚ ዓይነት ስራሕ ከኣ ብዙሓት ዶ ጅምርዎ ኣብቲ መንገዲ ኣብቲ ጉዕዞ ግን ውሑዳት እዮም ተርፉ ማለት እዩ እቶም ክምክቱ ዝኽእሉ ስለዚ ብካልእ ኣዘራርባ ኣወል ስዒድሲ ገባርን ሓዳግን ይእስር የፍትሕ ከምዚ ኢሉ ክዛረብ ከሎ እሞ ግብረ መልሲ ካብ ውሽጢ ዓዲ እንዳመፀ እንታይ ኮን ክብሉና እዮም ኣብቲ ግብረ መልሲ ክንፅበዮም ኢና ኤንወይ ንስማዓያ ስጋብ መወዳእታ ሞዚኣ ሽዑ ንእሽተይ እውን ክንዎ ኢና ዳሓርታ ናይ ኤርሚላ ክንሰምዓ ኢና
ናይ ኤርምያስ ንዓሰርተ ወርሒ ሙሉእ ኣሲራቶ ነይራ እዚ ሓወና ድሕሪ ዓሰርተ ወርሒ በቃ ተጋግየ በል ተባሂሉ ብሓይሊ ተጋግየ ኢሉ ከም ዝወፀ ትማሊ መፂኒ ኣሎ። ትማሊ ጭቡጥ ሓበሬታ የለኩን ኣሎ ደው ኢልኩም ከተረጋግፁ ትኽእሉ ኢኹም። ዓሰርተ ወርሒ ምሉእ ግን ጆተኒ በቃ ከምዚ ሓስያ የእሲራቶ ነይራ። ካልኦት እውን ኣለዉ ኣብ ዝመፅእ ክነግረኩም እየ ማለት እዩ። ናይ ጆተኒ ባዕላ በቃ ብፅልኢ ብፅናሓለይ ዋላ ብደገ ሕጂ ንጆተን ተደዊልካላ ሰብ እውን ከተእስረልካ ትኽእል እያ ሶ ኤርሚለ ወፂኡ ኣሎ እዚ ሓበሬታ እዚ ኤርሚለ ይኮነ ንዓይ ሂብኒ ቀንዲ ዓርኪ ጀቶኒ ምን ምዃኑ ኣይነግርን ዓርኪ ጀቶኒ መሳርሕቲ ጀቶኒ እዩ ንዓይ ነግርኒ ሶ ሃገርና ኣብ ከምዚ ወዲቓ ኣላ ማለት እዩ ኣሲራ ስለ ዝፀልኦቶ በቃ ስለ ዝፀልኦቶ ንኤርምያስ ስለ ዝፀልኦቶ ብሓይሊ ዳውጊናቶ ነይራ ማለት እዩ ሕጂ ኣብ ኤርትራ ሕጊ ስለ ዘየለ እዚ ኤርሚላ ክካታዕ ኣይክእልኒ ሰብ እውን ክሓትት ኣይክእልኒ ምስኪን ስለ ዝኾነ ሓታቲ ስለ ዘይብሉ ንኣስታት ዓሰርተ ወርሒ ዓሰርተ ሓደ ከይንብል ዓሰርተ ወርሒ ተኣሲሩ ትብል እያ መፅያትኒ ድሕሪ ዓሰርተ ወርሒ ግን በቃ ውፃእ ተባሂሉ ወፂኡ ኣሎ መእሰሪኻ ደእሰረካ ግን ኢሎሞ ጆቶን እዩ ያ እዛ ናይ ኤርሚለ ኣብ መወዳእታ ከስማዓኩም እየ ብሙሉእ እታ ቪድዮ ከምዛ ክንሰምዖ ፅናሕና እዩ ዝሓውና እንታይ ዓንተው እዩ ዝበልኩኹም መፅያ ማለት እዩ ኮሊሎም ኮሊሎም ንኣወል ስዒድ ንምርካብ ኣይኮነን ንመንግስትን ህዝብን ኤርትራ ሕጊ ከምዘየለ ሕጊ ኣልቦ ከምዝኾነ እታ ሃገር ንምግላጽ እዩ በዓል እዚ ወዲ ክዛረብ ጸኒሑ ማለት እዩ ብዛዕባ ናይ ሳዋ ሽኮር ክሓትት ኢሉ ምስ ደወለ እዩ ምክንያቱ ከምዛ ዝበልኩም እዩ ሳዋ ሽኮር ፖስት ትብል ስለ ዘየለ ቪድዮታት ሕጂ እቲ ሰብ እንታይ ዝሓስብ ድሕር ጥፊ ኢሉ ብስራሕ ክገይሽ ይኽእል ሃገራዊ ኣገልግሎት እዩ ቦትኡ ክኸይድ ይኽእል ብዙሕ ነገር እዩ ዘሎና ንሶም ግን ሕተት ኢሉ ሓደ ወዲ እዩ ከምኡ ኢልዎ ከምኡ እዩ ዝብል ዋላ ኣብቲ ዘረቡ ናቱ ክሓትት ኢሉ ምስ ደወለ ከዓ ናይ ኤርሚለ ነጊሮሞ ተኣሲሩ ነይሩስ ተፈቲሑ እታ ዘረባ ረኣይዋ ተኣሲሩ ነይሩስ ክእሰር ይኽእል እዩ ኤርሚለ ኤርሚለ ክእሰር ይኽእል እዩ ኣነ ናይ ኤርሚለ ኣይኮንኩን ሕጂ ክዛረብ ተኣሲሩ ኣይተኣሰረን ኣይኮንኩን ድዛረብ ዘለኹ ኣወል ስዒድ ሲ ከምዚ ትብልዎ ዘለኹም ፖዚሽን ኣለዎ ድዩ ፍቲ ሃገር እቲ ሃገር እኮ ሕጊ ዘለዋ ስርዓት ዘለዋ ሃገር እያ ሓንቲ ቅዋም የላን ኢልኩም ኢኹም ኩሉ ግዜ ትኸስዎ ነቲ መንግስቲ ንመንግስቲ ኤርትራ እንተዘይኮይኑ ከም ሃገርና ሕጊ ዘለዎ የለን። ሕጊ ጫካ ኣብ ዝደለኹሞ ኢኹም ሕጊ ጫካ ትነብሩ ኩላትኩም ኩላትኩም ኣብዚ ኤሮጳ ኣሜሪካ ዘለኹም በቢ ዝመሰለኩም ክትዛረቡ ትውዕሉ ማለት እዩ ንስኻ ማዕበልሲ ዘይትስተርከ ንስኻ ደይኮንካን ኤርትራ ፅቡቅ ኣላ እንዳበልካ ሆ ትብል ትውዕል ነርካ ወይለይ ሰለስተ ቻነል እስርሑካ ነይሮም ተዝኾነ ግን ሕጊ የለን ኣብ ኤርትራ ይምበልካን ማለት ድዩ ምስ ኣወል ስዒድ ተዘይትባኣስ ኔርካ ክሳብ ሕጂ ሰለስተ ቻነል ሃሊካ ራብዓይ ሓምሻይ ቻነል ኣውጺኻ ገንዘብካ ተተካዕብት ኔርካ ከ ጽቡቅ ኣላ ኤርትራ ኢልካ ምቀጸልካ ማለት ድዩ ኮም ኢልና እስከ ንሕሰብ ደቂ ኤረይ እዚ ወድስ ምናልባት እየ ዝብለኩም ዘለኹ እዚ ዝኮዶ ዝነበረ ኣለና ሪከርድ ዝዶ ገለዶ እንዳበለ ዳውፅኡ መሪሕ ሜድያ ኣበይ ኣለዋ ጠፊኤን ኩለን ካልእ እውን መውፀ ነይሩ ኣታዊ እንተዘ ካዕብት ነይሩ ከምኡ ገይሩስ ኤርትራ ጽቡቕ ኣላ ኢሉ ምኸደ ማለት እዩ በቃ እንድሕር ሕማቕ ነይራ ኤርትራ እንድሕር ሕማቕ ኣላ እንድሕር ሕጊ ዘየለ ከመይ ጌርካ ኣቲኻ ወፂኻ ስኻ ዘይኣስሩኻ ዳ ንዓኻ እንድሕር ሕጊ ዘየለ ፍቲ ዓዲ ኣነ ክኸይድ የለን ቅነ ሕጂ ኣእስሩኒ ማለት ድዩ ሕጊ የለን እዚ ኩሉ ሰብ ኣትዩ ዝወፅእ ዘሎስ ተተኣሲሩ እዩ ዝወፅእ ዘሎ በጃኻትኩም እቲ ተምጽዎ ንሰብ ዝእምን ከማን ግበሩ ዋላ ሓሲኹም ሲ ይእምንዎ ነቲ ሰብ ከምዚ ዓይነት ርካሽ ፖለቲካ ርኤ ይፈልጥኒ ምናዳ ዝወዲ እዚ ከምዚ ናይ ዝወዲ እዚ ርካሽ ፖለቲካ ውዱቕ ምስ ሓደ ኢንጂነር ባህላይ ተስፋይ ዝብሎ ምስኡ እዩ ምስሱ ክብል ዝውዕል ዘሎ ናይ ተስፋይ ከዓ ነጊረኩም እየ ሰልጠነ ግርማይ ቅድሚ ሕጂ ኣብ ናይ ይኣክል ክምረፅ ኢሉ ቅድሚት ምስ መፅእ ኣብቶም ሸውዓተ ሰባት ዶክተር ወይኒ ትበሃል ንሱን ሰለስተ ዓመት ዘይገበሩ ኣብዚ ቃልሲ ኣይምረፁን እዮም ኣብ ሓላፍነት ኢሉ ደስጎጎም እዩ ሰልጠነ ኣብዚ ቀረባ መዓልቲ ከማ ንዛረበሉ ነይሩ ከምፆ ክእልየት ቪድዮ ምስኦም እዩ ሕጂ ዓሪኹ ዘሎ ማዕበል ገንዘብካ ምስ ጎደለካ ምስ ኣወል ምስ ተባኣስካስ መንግስቲ ሙሉእ ተፀልም መን ከም መንግስቲ ኤርትራ ትብል ዝነበርካ ንስኻ ኢኻ ቪድዮታት ከምፀልካ ክእል እየ መዓት ኣሎ ኢሰያስ ኣፈወርቂ እምበረልና ፕረዚደንት ኢሰያስ ንዘለኣለም እምበር ትብል ዝነበርካ ንስኻ ኢኻ ቀዳማይ ምሳኻ የምሰ ስለ ዝነበርኩ ማለት እዩ ክንደይ ሰብ ካብቲ ሜድያኻ ርሒቑ ክንደይ ሃገራዊ ተኣልዩ ምክንያቱ ኣብዚ ርካሽ ፖለቲካ ኣቲኻ ኣብዚ ናይ ሓሶት ፖለቲካ ኣቲኻ ምስ ኣወል ስዒድ ድሕሪ ትፅልእ ኣለካ ድሌትካ ክትኮዶ ነይርካ ድሌትካ ርሓቐት ግን ኣይገበርካያን እቶም ዘማኸሩኻ ሕማቓት መማኸርቲ እዮም ማለት እዩ ሕጂ ትበኪ ኣለኻ ብክያት ከዓ ኣወል ሓደ ኣየብፅሓካን እዩ ኣወል ሓደ ኣየብፅሓካን እዩ ብክያት ኤርሚለ ሓወይ ከኣ ዘቢሄረ ዕድመን ጥዕናን ይሃብካ ኣብ ቀረባ ግዜ ንራኸብ ንኾን ኢና ናይ እዚኦም ዘረባ በዚ እቲኻ በዚ ጥራሕ ኢኻ ከተውፅኦ ዘለካ እንተዘይኮይኑ እዚኦም ዘይብልዎ ጤል ዘይትጣጥሞን የለን ሕማቕ ናይ ሰብ ጥራሕ እዮም ዝደልዩ ፅቡቕ ከማን ኣይሓስቡን እዮም ሕሕማቕን እዮም ዝእክቡ ኤኒወይ ደቂ ኤረይ ንሕና ዳውን ክንገብሮም የብልናን ዋላ ኣወል ስዒድ ኣወል ስዒድ ኣብዚ ዝመለሶ ናይ ፅምዶ ኣርባዓን ክልተን ገለ መብርህ ይብሎ እቲ ናይ ተጋዳላይ ዋርሳይ ዝብል ኣብ ናይ እስያ ፀጋይ እውን ንእሽተ ይብሎ በቃ እሕሊፍና ኣይንህብን ኢና ንሕና በቃ እሕሊፍና ንፀላእቲ ኣይንህብን ኢና ኩሎም ኣወል ይኹን ኩሎም እቶም ኣብ ውሽጢ ዓዲ ዘለዉ ኣቦታትና ብምልኦም ከይተረፉ ኮንጎኦም ከይቀየሩ ክሳብ ሕጂ እዛ ሃገር ሒዞማ ዘለዉ ከነኽብሮም ጥራሕ እዩ ዘለና ሪስፔክት ክንቦም ክንክእል ኣለና እዞም ርካሽ ወዲ ርካሽ በዓል እዚ ንህለ ዝማዕበል ዝበሃል ኣይንስማዕ እዮም በዓል እዚ ኣይንስማዓዮም ዝጠፈሸ ነጋዳይ ሲ መዛግብቱ ናይ ቀደም እዩ ምሳይ ዝገብር ሞ ከምኡ እዩ ተቐይሩ ዘሎ ዝማዕበል ዝበሃል ሓውና ኤኒወይ ኣብዚ በፅሖ የብሉን ሃገር ከፀልም ይኽእል እዩ መንግስቲ ኤርትራ ከፀልሞ ይኽእል እዩ ግን ክንድዛ ፃፀ ከማና ይርእይዎን እዮም ሃገር ሰብ ኣለዋ እንዳበልኩ ንሎሚ ይኣኽለና። እዛ ቪድዮ ክትጅምርዋ ከለኹም ላይክ እንዳገበርኩም ጀምርዋ። ሳብስክራይብ ዘይገበርኩሞ ከዓ ሳብስክራይብ ንግበሮ። እዚ ሚድያ ናይ ህዝቢ ሚድያ ስለ ዝኾነ ንበዓል እዚ ከማን የዕቢኹሞም ነይሩ። ኤርትራዊ እንድሕር ደልዩ የዕብየካ፣ እንተዘይደልዩ ከዓ ትሕቲ መሬት ይቐብረካ ከምዚ ተቐቢርዎ ዘሎ። ስለዚ እዚ ሚድያ ናትኩም ስለ ዝኾነ ኩላትና ሳብስክራይብ ንግበር እታ ቪድዮ ሕጂ ብሙሉኣ ከስማዓኩም እየ ንስማዓያ ኤርሚለ ካብ ማእከል ዓዱ ካብ ኣስመራ ካብ ኤርትራ ዝሰደዶ መልእኽቲ ነዞም ርካሻት ንስማዓያ ብኣኣ ክዓጹ እየ ቴንኪው የቀኒለይ ክሳብ ኣብ ካልእ መዓልቲ ንራኸብ
ኢመለይ ኣለኹ ባዕለይ ኣወላዊ ዓለም ለኻዊ እንዳ ተብሃለ ኣበይ ነርኩም እባ ኣቱም ሰባት ለንቅነስታ ከሰምዕ ቀን የመሲልኩም ኣወል ትዕሲ ንኤርሚለ ኤሲሮፍ ኣወል ንዓይ ኮቶ ምድሪ ሰማይ ክላገብ ከእስረኒ ይክእልኒ እዩ ንዕባብ ልብና ኣተው

ከመይ ዝበልና መስሓቕ ነበርና እስኪ ቅድመ ምጽእ ክትገብሩና ባእ ኣወለይ መለይ መለየ ኣወለይ መለየ ኣወለይ መለይ መለየ ኣለኹ ባዕለይ ሻባ ኸለጥፍያ ኣወል ኣይሰለንን ወደቦይ ወደደዩ